እዚ ድምፂ ሓርነት እዩ። ድምፂ ሓርነት ብሰልፊ ዲሞክራሲ ህዝቢ ኤርትራ ዝመሓላለፍ ኣህጉራዊ ናይ ረድዮ ፈነወ እዩ። እዚ ድምፂ ሓርነት እዩ።

መርሓባ ዝኸበርኩምን ዝኸበርክንን ተኻታተልቲ ድምጺ ሓርነት ብሰላም ቀኒኹም ክትኮኑ እንዳ ተመነና ሎሚ ዓርቢ ዓሰርተ ክልተ ሚያዝያ ክልተ ሽሕን ዓሰርተ ሰለስተን ኣብ እነመሓላልፎ መደብ ፈነዋ ሬድዮና ፈለማ ዜና ከነቕርበልኩም ኢና። ካብኡ ብምቕጻል፣ ንሰላማዊ ፖሊቲካዊ ለውጢ ዝድግፍ ባይታ እናዓበየ ይመጽእ ኣሎ ኣብ ትሕቲ ዝብል ኣርእስቲ ኣዳሊናዮ ዘለና ሰሙናዊ ሓተታ ከነስምዓኩም ኢና። ሰናይ ምክትታል። እምበኣርከስ ንሎሚ ኣዳሊናዮ ዘለና ኣርእስቲ ዜና ከም ዝስዕብ እዩ። ኣባላት ሰልፊ ዲሞክራሲ ህዝቢ ኤርትራ ኣብ መበል ሰላሳን ሸውዓተን ጉባኤ ማሕበር ዲሞክራሲያዊ ሰልፊ ሽወደን መዘክር ዘርጊሖም። ኣባላት ሰልፊ ዲሞክራሲ ህዝቢ ኤርትራ ኣብ ውሽጢ ሃገር ሓይሊ ኤሌክትሪክ ኤርትራ ኢዱ ሂቡ ይብሉ ወፃኢ ጉዳይ ሚኒስተር ሽወደን ካርል ቢልት ኣንጻር ግፍዕታት ኤርትራውያን ስጉምቲ ክወስድ ተሓቲቱ። ሰልፊ ዲሞክራሲ ህዝቢ ኤርትራ ጨንፈር ከለንን ከባቢኡን ዕዉት ኣኼባ ኣካይዱ። ዜና ብዝርዝር ሰለስተ ሚእትን ሓምሳን ኣባላትን ልዕሊ ሚእቲ ዝኾኑ ዕዱማት ወከልቲ ኣህጉራዊ ሰልፍታትን ኣምባሳደራትን ውልቀ ሰባትን ዝተሳተፍዎ መበል ሰላሳን ሸውዓተን ጉባኤ ማሕበር ዲሞክራሲያዊ ሰልፊ ሽወደን ካብ ሰለስተ ክሳብ ሸውዓተ ሚያዝያ ክልተ ሽሕን ዓሰርተ ሰለስተን ኣብ ከተማ ጉተንበርግ ሽወደን ተኻይዱ። ሓው ረዘነ ተስፋጽዮን፣ ሓላፊ ቤት ጽሕፈት ማሕበራዊ ጉዳያት ሰልፊ ዲሞክራሲ ህዝቢ ኤርትራ፣ ሓው ጸሃየ ቀለታ፣ ሓላፊ ጨንፈር ሽወደን ቁጽሪ ክልተን ከም ዕዱማት ኮይኖም ኣብዚ ጉባኤ'ዚ ተኻፊሎም። ክልቲኦም ኣባላት ሰልፊ ዲሞክራሲ ህዝቢ ኤርትራ ምስ ኣቶ ካርል ዪምበርግ ብምትሕብባር፣ ብሰልፍና ዝተዳለወ መዘክር ናብ ኩሎም እቶም ተኻፈልቲ ጉባኤ ዘርጊሖም ኣብ ርእሲ እዚ ምስ ዝተፈላለዩ ተሳተፍቲ ጉባኤ እናተራኸቡ ንሰልፎምን ንነብሶምን ኣላልዮም ከምኡ እውን ብፃዕሪ ናይ መሓዙት ሰልፊ ዲሞክራሲ ህዝቢ ኤርትራ ዝኾኑ ጎረል ሱቭበርግ ሉንድ ላንድጋርን ከምኡ'ውን ኣቶ ካርል ሊንድበርግ ኣብ ጉባኤ ማሕበር ዲሞክራሲያዊ ሰልፊ ሽወደን ጨንፈር ኡፕሳላ ቀሪቦም ተቐባልነት ዝረኸቡ ክልተ ንድፈ ሓሳባት ኣብዚ መበል ሰላሳን ሸውዓተን ጉባኤ ናይቲ ሰልፊ እውን ተቐባልነት ረኺቦምን ጸዲቖምን ኣለዉ። ንትግባረኦም ድማ እታ ሓዳስ መሪሕነት ማሕበር ዲሞክራሲያዊ ሰልፊ ሽወደን ሓላፍነት ክትስከም ተወሲኑ ኣሎ። እተን ክልተ ዝጸደቓ ንድፈ ሓሳባት ድማ፣ እዘን ዝስዕባ እየን። ኣብ ንድፊ ሓሳብ ዓሰርተ ጸዲቑ ዘሎ፣ ቀዳማይ፣ ኣብ ግዳም ዝነብሩ ኤርትራውያን ንመንግስቲ ኤርትራ ዝኸፍልዎ ግብሪ ደው ንምባል ማሕበር ዲሞክራስያዊ ሰልፊ ሽወደን ክጽዕር፣ ካልኣይ፣ ኣብ ሽወደን ዝነብሩ ኤርትራውያን ንኤርትራ ዝኸፍልዎ ግብሪ ደው ንምባል ህልዊ መንግስቲ ሽወደን ግብራዊ ስጉምትታት መታን ክወስድ ማሕበር ዲሞክራስያዊ ሰልፊ ሽወደን ኣድላይ ጸቕጥታት ክገብር ከምኡ'ውን እቲ ምምሕዳር ማሕበር ዲሞክራሲያዊ ሰልፊ ሽወደን ክገብሮ ዝድለ ኣብ ንድፊ ሓሳብ ዓሰርተ ክልተ ተዘርዚሩ ዘሎ ቀዳማይ ኣብ ፓርላማ ሽወደን ብዝርከቡ ወከልቱ ኣቢሉ ኣብ ኤርትራ ዲሞክራሲያዊ ስርዓት ንምህናጽ ኣበርቲዑ ክዓይን ዘድሊ ዓቕምታትን ጸጋታትን ሰልፊ ክውፈየሉን ካልኣይ፣ ኤርትራዊ መበቆል ዘለዎም ሽወደናውያንን ኣብ ሽወደን ዝነብሩ ኤርትራውያንን ብሰንኪ'ቲ ክልተ ካብ ሚእቲ ግብሪ ብዘይምኽፋሎም ዘጋጥሞም ዘሎ ታህዲድን ምስጓጓትን ደው ዝብለሉ መደባት ኣብ ፓርላማ ሽወደን ኣቢሉ ንምርግጋጹ ንኽጽዕር ሳልሳይ፣ ናይቲ ሰልፊ ኣህጉራዊ ንጥፈታት ኣካል፣ ከም ሰልፊ ዲሞክራሲ ህዝቢ ኤርትራን ዝኣመሰሉ፣ ዲሞክራሲያዊ ስርዓት ንምትካል ንዝቃለሱ ዲሞክራሲያውያን ሰልፍታት ንምድጋፍ ክሰርሕ ከም ዝግብኦ፣ ብተወሳኺውን ሞያውን ኣካዳሚካዊ ስልጠናታት ንኤርትራውያን ስደተኛታት ምብርካትን ነዚ መደባትዚ ዘቃልሕ ካብ ሃገር ሽወደን ዝፍኖ መደብ ሬድዮ ንምርካብ ምትሕግጋዝን እዩ። ካብ ውሽጢ ኤርትራ በብግዜኡ መልእኽትታቶም ጽሕፉልና ኣባላት ሰልፍና ከም ዝበልዎ፣ ምንጪ ሓይሊ ኤለትሪክ ኤርትራ ብኣርባዕተ ጀነሬተራት ተሓጊዙ ካብ ሕርጊጎ ናብተን ዓበይቲ ዝበሃላ ከተማታትን ሓውሲ ከተማታትን ሃገርና ከም ዝዝርጋሕ ኩሉ ዝፈልጦ እዩ። እዘን ኣርባዕተ ጀነሬተራት ብሓደ መዳይ ስለ ዝኣረጋ፣ በቲ ካልእ ድማ መቀያየሪ ኣቕሑ ስለዘይረኸባ ከምኡ'ውን ናይ ነዳዲ ሕጽረት ተወሲኽዎ ንቡር ኣገልግሎት ክህባ ኣይከኣላን። ብኡ መጠን ድማ ዋሕዚ ኤለክትሪክ ብስትዮን ጽምኦን ክዕደለና ካብ ዝጅምር እንሆ ሻሙናይ ዓመቱ ኣቕጺሩ ኣሎ ይብሉ። ኣብዚ ሸሞንተ ዓመታት እቲ ዋሕዚ ኤለትሪክ ካብ ዓመት ናብ ዓመት እንዳነከየ'ዩ መጺኡ። ከምኡ ዝኾነሉ ቀንዲ ምኽንያት ከምቲ ልዕል ኢልና ዝጠቐስናዮ እተን ኣርባዕተ ጀነረተራት መቀያየሪ ኣቕሑ ስለዘይረኸባ ንሓንቲ ካብኣን ናይ መቀያየሪ ጸገም መታን ክትፈትሕ ተጠቢሓ። ስለዚ ሰለስተ ጥራይ ተሪፈን። እተን ሰለስተ ብመጥባሕቲ ናይታ ሓንቲ ተሓጊዘን ንዝተወሰነ ግዜ ክሰርሓ ድሕሪ ምጽናሕ፣ እንደገና መቀያየሪ ኣቕሑ ስለ ዘድለየን ሓንቲ ካብተን ሰለስተ ጀነረተራት ተጠቢሓ ነተን ክልተ ፍታሕ ከም ትኸውን ኮይኑ። እተን ክልተ እውን ድሕሪ ዝተወሰነ ግዜ መቀያየሪ ኣቕሑ ስለ ዘድለየን ሓንቲ ካብኣተን ክትጥባሕ ናይ ግድን ኮይኑ። ሓንቲ ጀነረተር ጥራሕ'ዩ ተሪፋ። ኣብዚ ግዜ'ዚ ንሳ'ውን ሕጊግ እንዳበለት ንዝተፈላለየ ቦታታት በብእብረ ንዝተወሰነ ሰዓዓታት ትህብ ኣላ። ሎሚ ነዛ ተሪፋ ዘላ እንኮ ጀነረተር ብመጥባሕቲ ክትሕግዛ እትኽእል ኣረጊት ጀነረተር የላን። ሰራሕተኛታት ሓይሊ ኤለትሪክ ሕርጊጎ ዝከኣሎም ተጣቢቦም ሰለይ ከብሉና ጽዒሮም፣ ግን ኣይኮነሎምን። መንግስቲ ከኣ ክሕግዞም ኣይከኣለን። ስለዝኾነ ዕደላ ሓይሊ ኤለትሪክ ኣብ ኤርትራ የለን ወይ ውን ባይታ ዘቢጡ እንተተባህለ ምግናን ኣይኮነን። እቲ ካብ ኩሉ ዝገርም ነቲ ሓዳስ ናይ ስሚንቶ ፋብሪካ ናይ ገዛእ ርእሳ መንቀሳቐሲ ሓይሊ ክትረክብ ተባሂለን ዝተገዝኣ ሓደስቲ ክልተ ጀነረተራት ኣብቲ ፋብሪካ ምስተተኽላ ጥሪፍሪፍ ኢለን ክሰርሓ ኣይከኣላን። ሞይተን ተጓሒፈን። ዘመኑ ዝሃቦ ወልዱ ባርያ ንክኢላታት ከይተወከሰ እዩ ባዕሉ ገዚኡ ኣምጺኡወን። ድሕሪ ማይ ናብ በዓቲ ከም ዝበሃል፣ ሰብ ሞያ ምስ ረኣይወን ኣብ ዝሑል እምበር ኣብ ውዑይ ቦታ ክሰርሓ ከም ዘይክእላ ተፈሊጡ። ኣይ ካብ መብራህቲ፣ ኣይ ካብ ስሚንቶ ሃገር ሓዲግ ኮይና ተሪፋ። ነዝን ወዲ ከምዝን እዮም ጃንዳ ህግደፍ ምዕባለና ይውንጨፍ ኣሎ ዝብሉና። ወንጭፍ ድኣ ትቑለቦም እምበር። ኦለ ሽሚድ ኣባል ባይቶ ሕብረት ኤውሮጳ ካብ ፎልክ ፓርቲ ሽወደን ኣንጻርቲ ኣብ ግብጺ ኣብ ልዕሊ ኤርትራውያን ዝፍጸም ዘሎ ግፍዕን ንኣዝማድ ዝተጨውዩ ኣብ ሽወደንን ኤውሮጳን ዝግበር ጸቕጥን መንግስቲ ሽወደን ነዚ ጉዳይ'ዚ ብቕልጡፍ ኣቓልቦ ክህቦ ዝግባእ'ዩ ድሕሪ ምባል ምጭዋይን ሞትን ክኸይድ ከምዝጸንሐ ካብ ክልተ ሽሕን ትሽዓተን ዓመተ ምህረት ኣትሒዝና ንፈልጥ ኔርና ኢና ዝበለ ግብረ መልሲ ምሃብ ሓላፍነት መንግስታት ሽወደንን ሃገራት ሕብረት ኤውሮጳን እዩ እውን ኢሉ ኣሎ። ከምኡ እውን ሚኒስትሪ ወጻኢ ጉዳያት ሽወደን ኣቶ ካል ቢልፍ በዚ ጉዳይ እዚ ብጋዜጠኛታት ተሓቲቱ ንዝሃቦ መልሲ ብቐረባ ንከታተሎ ዘለና ጉዳይ እዩ ዝብል እዩ ነይሩ። ሰልፊ ዲሞክራሲ ህዝቢ ኤርትራ፣ ጨንፈር ከልንን ከባቢኡን፣ ድሕሪ'ቲ ኣብ መጀመርያ ወርሒ ክልተ ሽሕን ዓሰርተ ሰለስተን እተኻየደ ጉባኤኡ፣ ብሽዱሽተ መጋቢት ክልተ ሽሕን ዓሰርተ ሰለስተን ዓመተ ምህረት ራብዓይ ስሩዕ ኣኼባኡ ብዓወት ኣሰላሲሉ። እዚ ካብ ሰዓት ክልተ ድሕሪ ቀትሪ ክሳብ ሰዓት ሓሙሽተን ፈረቓን ድሕሪ ቀትሪ ዝተኻየደ ኣኼባ፣ ብሓው ኣፈወርቂ ኣባይ ኣባል ሽማግለ ንኡስ ዞባ ጀርመን፣ ዘመሓላልፎ ናይ እንኳዕ ደሓን መጻእኩም መልእኽቲ ተኸፊቱ። ኣስዒቡ፣ ልኡኽ ሰልፊ ዲሞክራሲ ህዝቢ ኤርትራ፣ ኣብቲ ኣብ ኒያሚ፣ ኒጀር፣ እተኻየደ ኣኼባ ኣፍሪቃዊት ኮሚተ ናይ ሶሻሊስት ኢንተርናሽናል ተሳቲፉ ዘሰላሰሎ ስርሓት ብዝርዝር ገሊጹ። እዚ ተረኽቦ እዚ ንህዝብን ሃገርናን ባና ብርሃንን ሞራልን፣ ንደምበ ተቓውሞን ሓበንን ዓወትን፣ ንዲክታቶርያዊ ስርዓት ኤርትራ ድማ ሻቕሎትን ራዕድን ዘሕደረሉ እዩ ኢሉ። ንዲክታቶርያዊ ስርዓት ኢሰያስ ብዲሞክራስያዊ ስርዓት ንምትካእ ኣብ ዝካየድ ዘሎ ቃልሲ፣ ብዘይ ተሳትፎ ናይ መንእሰያትን ደቂ ኣንስትዮን ክረጋገጽ ዘይኽእል፣ ተቓወምቲ ውድባት ኤርትራ ምስ መንእሰያትን ደቂ ኣንስትዮን ሓቢሮም ዝሰርሕሉ ባይታ ንምፍጣር ብርቱዕ ጻዕርታት ምግባር ኣድላይነቱ ከም ዘለዎ ኣትኲሩ ተዘራሪቡሉ። ቀጺሉ ሓው የማነ ዛምላይ፣ ኣባል ሽማግለ ንኡስ ዘባ ጀርመን፣ መንእሰያት ወረስቲ ናይቶም ምእንቲ ነጻነት ሃገሮም ዝተቓለሱን ዝተሰውኡን ኣቦታትኩምን ኣዴታትኩምን ስለዝኾንኩም፣ ነቲ ብቓልሶም ዝተረጋገጸ ናጽነት፣ ንውልቃዊ ረብሕኡ ዘውዕሎ ዘሎ ምልካዊ ስርዓት ኣውዲቕኩም፣ ሓርነትኩም ክትጓናጸፉን ዲሞክራስያዊትን ፍትሓዊትን ኤርትራ ክትሃንጹን ሓላፍነትኩም ምዃኑ ክትፈልጡ ይግባእ ኢሉ። ሓው ስራጅ ዓብደላ ድማ ንጨንፈር ዝምልከት ምምሕዳራዊ ጉዳያት ኣልዒሉ መብርሂታት ሂቡ። ኣብ መወዳእታ ከኣ ካብ ኣኼበኛታት ንዝቐረበ ሕቶታት፣ ርእይቶታትን ለበዋታትን መልሲ ብምሃብ ኣኼባ ብዝኽሪ ናይ ስዉኣት ተዛዚሙ።

ንሰላማዊ ፖሊቲካዊ ለውጢ ዝድግፍ ባይታ እናዓበየ ይመጽእ ኣሎ። ስርዓት ንምልዋጥ እተፈላለየ መንገድን ምርጫን ምህላዉ ፍሉጥ እዩ። ኣየናይ መንገዲ ብዝበለጸ የድምዕን የተኣማምን ዝብል ከኣ ብዝተፈላለዩ ኣካላት እተፈላለየ መልሲ እዩ ዝወሃቦ። ኣብ ቀረባ እዋን ኣብ ዓለምና እተፈጸሙ ለውጥታት፣ ነቶም እተፈላለዩ መንገድታት ብክለሰ-ሓሳብ ጥራሕ ዘይኰነ ብተግባር ሚዛን ክንህብ ክሕግዙና ክኢሎም ኢዮም። ካብቶም ዝረኤናዮም ብሰላማዊ ህዝባዊ ምልዕዓላት ይኹን ብብረታዊ ህዝባዊ ሰውራታት ከምኡውን ብምስጢራዊ ናይ ዕልዋ መንገድታት ወይ ድማ ብናይ ግዳም ሓይሊ ወራራታት እተረጋገጹ ይርከብዎም። እዞም መንገድታት እዚኦም ነናቶም ሓያልን ድኹምን ጎድንታት ዘለዎም እዮም። ሰልፊ ዲሞክራሲ ህዝቢ ኤርትራ ንኹሉ ኣገባባት ድሕሪ ምግምጋም፣ ንህሉውን መጻእን ኣጣሚሩ ድሕሪ ምርኣይ፣ እቲ ንህዝብና ዘዋጽእ መንገዲ ብኣግኡ ኣነጺሩ ኣብ ፖሊቲካዊ ሰነዳቱ ኣቐሚጡ እዩ። ቅንዕና ዝመረጾ መንገዲ ከኣ በብእዋኑ ክደምቕ ንርእዮ ኣለና። ሰልፊ ዲሞክራሲ ህዝቢ ኤርትራ ንሰላማዊ ፖሊቲካዊ ለውጢ እተጣበቐ፣ ኣብ ቱኒዝያ ይኹን ኣብ ግብጺ ኣንፈት ለውጢ ኣብ ዘይረኣየሉ ዝነበረ እዋን እዩ። እቲ እተረኽበ ለውጥታት ከኣ ንመርገጽ ሰልፊ ዲሞክራሲ ህዝቢ ኤርትራ ዝድግፍ ኮነ። ንሰላማዊ ዲሞክራሲያዊ ምርጫ ቃልሲ ሰልፊ ዲሞክራሲ ህዝቢ ኤርትራ ዘተባብዕ እንርእዮ ዘለና ዲፕሎማሲያዊ ምዕበለታት እውን፣ ካልእ ተወሳኺ ኣብነት እዩ። ኣብ ኤርትራዊ መዳይ እውን ንሰላማዊ ዲሞክራሲያዊ ኣገባብ ዝድግፍን ዘተባብዕን ኣተሓሳስባ ክዓብን ክምዕብል ኢና ንርእዮ ዘለና። ከምዚ ዝመስል ምዕባለ እምበኣር መሊስና ነቲ እተፈላለየ መንገድታት እናመርመርና ነቲ ዝሓሸ መንገድን ምርጫን ዕቱብነቱን ክንዛረበሉ ዘተባብዓና እዩ። ኣብ ተመክሮ ዓለምና እንተርኢና ብዕልዋ ዝመጽእ መንግስቲ ውጽኢቱ ፍሉጥ ከምዘይኮነ እዩ ዝሕብረና። ንጽገና ዕድል ዝኸፍት ወይ ድማ ነቲ ዝጸንሐ ምልካዊ ስርዓት ብኻልእ መልክዕ ዘቐጽል ክኸውን ይኽእል እዩ። ልዕሊ ኩሉ ግን ኣብዚ እዋንዚ ብዕልዋ ስልጣን ዝጭብጥ ሓይሊ ብፍላይ ድማ ብምርጫ ንዝመጸ ስርዓት ዝቕይር እንተድኣ ኮይኑ፣ ብሕቡራት ሃገራት፣ ብሕብረት ኤውሮጳ ይኹን ሓድነት ኣፍሪቃ ኩኑን እዩ። ብኻልእ ወገን ከኣ ብናይ ግዳም ሓይሊ ምትእትታው ዝመጽእ ለውጢ ንርኢ። እቶም ግዳማውያን ሓይልታት ዝደልይዎ ለውጢ ንረብሓታቶም ቀዳምነት ካብ ምሃብ ዝብገስ ስለዝኸውን፣ ንድልየት ህዝቢ ዝምእዘዝ፣ ንዘላቒ ሰላም ዘረጋግጽ ኣይኮነን። ኣብ ዒራቕ፣ ኣፍጋኒስታን ሶማልያን ዝተራእየ ምትእትታውን ዝፈጠሮ ሕልኽልኻትን ድማ እኹል ምስክርነት እዩ። ስለዚ ኣብዚ ናይ ሎሚ ሓተታና ከነልዕሎ ዝደለና ጉዳይ እቲ ብህዝባዊ ተሳትፎ ዝመጽእ ለውጥታት እዩ። ቃልሲ ክዕወት እንተድኣ ኮይኑ ክማልኡ ዝግብኦም ረቋሒታት እዞም ዝስዕቡ እዮም። ቀዳማይ፣ ምብላሕ ውሽጣዊ ግርጭታት ገዛኢ ስርዓት፣ ካልኣይ፣ ህዝቢ ዝዓሰሎ ዕላማታትን ህዝቢ ዝስሕብ መልእኽትታትን ምቅላሕ፣ ሳልሳይ፣ ብቑዕ ኣመራርሓ፣ ራብዓይ፣ ኣህጉራዊ ደገፍን ሶሊዳሪትን። ውሽጣዊ ሃላዋት ገዛኢ ስርዓት ኤርትራ ካብ ግዜ ናብ ግዜ እናኸፍአ እዩ መጺኡ። እቲ ስርዓት ብቁጠባዊ ጸገማት ተሓኒቑ ኣሎ። ከም ሳዕቤኑ ናይ ህዝብን ሰራዊትን መረረታት ክብ እናበለ እዩ ዝኸይድ ዘሎ። ጀነራላትን ሚኒስተራትን ኢሳይያስ ኣብ ቀጻሊ ውሽጣዊ ምውጥጣጥን ምውድዳርን እዮም ዝነብሩ። ኢሳይያስ እውን ንጀነራላቱ ይኹን ሚኒስተራቱ ብሹም ሽር ዝብል ፖሊሲ እናኸፋፈለ እዩ ብውልቁ ዝገዝእ ዘሎ። እምነት ኣብ ሚኒስተራቱ፣ ጀነራላቱን ሰራዊቱን ስለ ዘጥፍኣ ከኣ'ዩ ንህዝቢ ዘዕጥቕ ዝረኣ ዘሎ። ደምበ ተቓውሞ ነዚ ኣብ ህዝቢ ይኹን ኣብ ሰራዊት ተፈጢሩ ዘሎ ንቕዓት ክጥቀመሉን ንመስርሕ ሰላማዊ ዲሞክራስያዊ ለውጢ ንምቅልጣፍ ከውዕሎን ይግባእ። ኣብ ዲፕሎማስያዊ መዳይ'ውን ንዲክታቶርያዊ ስርዓት ኤርትራ ክንብድሃሉ እንኸእል ምቹወ ባይታታት ተፈጢሩ ኣሎ። ብሰንኪ ኣዕናዊ ፖሊሲታት ዲክታቶርያዊ ስርዓት ኢሰያስ፣ ኤርትራ ካብ ዞናናን ዓለምን ተነጺላ ኣላ። ብሕቡራት ሃገራት ኣብ ልዕሊ'ቲ ስርዓት ዝተነበረ ማዕቀብ ድማ፣ መረኣያ ናይቲ ዓለም ኣብ ልዕሊ ስርዓት ኤርትራ ዘለዎ ሕማቕ ኣጠማምታ እዩ። እቲ ስርዓት እውን እንተኾነ ኣብ ዲፕሎማሲያዊ መዳያት ምፍሻሉ ስለዝተገንዘበ፣ ኣባልነቱ ኣብ ኢጋድ ክመልስ፣ ምስ ኢትዮጵያን ሶማልን ክዕረቕ ገለ ፈተናታት ክግበር ተራእዩ እዩ። ደምበ ተቓውማና ብዕላማታቱ ዝተኸፋፈለ፣ ብኣገባብ ቃልሱ ዝተፈላለየ፣ ብመን ይመርሕ ዝብል ሕቶ ድማ እናተሳቐየ ክመጽእ ዝጸንሐ ሓይሊ እዩ። ስለዝኾነ ድማ ብኡ መጠን ናብ ህዝቢ ከመሓላልፎም ዝጸንሐ መልእኽትታት ጥርጣሬ ዝፈጥሩን ዘይጥርኑፈን ኮይኖም እዮም ጸኒሖም። ንሓይልታት ተቓውሞ ንምጥርናፍ ዝተገብረ ኩሉ ፈተነታት ኣይተዓወተን። ተቓወምቲ ውድባት ብእኩብ ድዩ ብተናጸል ናይ ኣመራርሓ ብቕዓት ጎዲልወን ጸኒሑን ኣሎን። ከም ውጽኢቱ ህዝቢ ኣብ ክሊ ደምበ ተቓውሞ ክዓስል ኣይከኣለን። ኣብ ግዳም ብኤርትራውያን ዝግበሩ ዘለዉ ጸረ ዲክታቶርያዊ ስርዓት ሰላማዊ ሰልፍታትን ናይ ዕስራን ሓደን ጥሪ ምንቅስቃስን ናይ ህዝቢ ኤርትራን ናይ ዓለምን ኣቓልቦ ዝያዳ ካብ ዝሰሓቡ ኣገደስቲ ተረኽቡታት እዮም። ብብረት ይግበሩ ኣለዉ ዝበሃሉ ተቓውሞታት ማዕረዞም ተረኽቦታት እዚኣቶም ቆላሕታ ናይ ህዝብን ዓለምን ኣይሰሓቡን። ተሳትፎ ሰልፊ ዲሞክራሲ ህዝቢ ኤርትራ፣ ኣብ ኣኼባ ኣፍሪቃዊ ኮሚቴ ናይ ሶሻሊስት ኢንተርናሽናል ከምኡ'ውን ናይ ሽወደን ማሕበር ዲሞክራሲያዊ ሰልፊ፣ ሽወደናዊ ዜግነት ዘለዎም ኤርትራውያን ይኹኑ ኣብ ሽወደን ዝነብሩ ኤርትራውያን ስደተኛታት ንመንግስቲ ኤርትራ ዝኸፍልዎ ክልተ ካብ ሚእቲ ግብሪ ደው ክብል ንመስርሕ ዲሞክራሲያዊ ለውጢ ንምድጋፍ ንኤርትራውያን ስደተኛታት ኣካዳሚካውን ሞያውን ትምህርቲ ምሃብን ናይ ረድዮ ፈነዋ ምፍቃድን ዝብሉ ውሳኔታት ኣብ መበል ሰላሳን ሸውዓተን ጉባኤኡ ከሕልፍ እንከሎ፣ ደምበ ተቓውሞ ምስ ዓለም ዝምድናታት ንምፍጣር ባይታ ተኸፊቱሉ ከም ዘሎ ዝሕብርን ፍሽለት ዲክታቶርያዊ ስርዓት ኤርትራ ዘረጋግጽን ምዕባሌታት እዩ። ኣብ መደምደምታ፣ ለውጢ ኣብ ውሽጢ ኤርትራ እዩ ክመጽእ። እቲ ናይ ደገ ተቓውሞ ካብ ዲፕሎማስያዊ መኽሰባትን ጽቕጥን ንላዕሊ ከረጋግጾ ዝኸእል ካልእ ጭቡጥ መኽሰብ የብሉን። ስለ ዝኾነ ድማ ደምበ ተቓውሞ ነዚ ኣብ ህዝብን ሓይልታት ምክልኻል ኤርትራን ከምኡ'ውን ኣብ ዲፕሎማስያዊ መዳያትን ኣብ ገዛእቲ ስርዓት ዘሎ ኩሉ መዳያዊ ምድኻማትን ብግቡእ ተገንዚቡ ነዚ እናዓበየ ዝመጽእ ዘሎ ባይታ ተጠቒሙ ንዘላቒ ሰላም ርግኣትን ምዕባለን ዘስፍን መስርሕ ዲሞክራሲያዊ ለውጢ ንምሕያል ዘኸእል ህዝባዊ ምልዕዓላትን ጎስጓሳትን ክገብር ይግባእ። እቲ ዝሓሸ መንገዲ ቃልሲ ከኣ ሰላማዊ ዲሞክራሲያዊ ቃልሲ ምዃኑ ብሓሳብን ብግብርን መመሊሱ ይደምቕ እዩ ዘሎ። ነዚ እናደመቐ ዝኸይድ ዘሎ መንገዲ ሒዝና ንወሳኒ ዓወት ብጥምረትን ብወሳንነትን ክንምርሽ ከኣ እዋኑ ኣኺሉ እዩ።

ንሎሚ ዘዳለናልኩም መደብ ፈነዋ ትግርኛ ኣብዚ ዛዚምና ኣለና። ደሓን ቀንዩ ብሰላም የራኽበና።